ሰላም ከመይ ቀኒኹም ክቡራት ወለዲ እንኳዕ ዳሕና መጻኹም ሎማዓንቲ ድማ ከምዚ ልሙድ ሓድሽቲ ምግብታት ልደቅና ልኾኑ ተወሳኺ ምግብታት ሒዘ ቀሪበ እኒኦኹ ሎማዓንቲ ኣብና ሎማዓንቲ ፕሮግራመይ ሓደ ዓይነት ምግቢ ኮንኪ ክሰርሕ ከምቲ ትሪእዎ ኣለኹም ኣብ ሓደ መዓልቲ ውሽጢ ደቅና ክምገብዎም ዝኽእሉ ሰለስተ ዓይነት ምግብታት ቁርሲ ምሳሕ ድራር ማለት እዩ ካብ ሽዱሽተ ወርሒ ለለው ጀሚሩ ለለው ህፃናት ደቅና ልምገቡ ምግብታት ማለት ኢና ንሰርሕ ብመጀመሪያ ደረጃ ያው ቁርሲ ኣነ ኦሬዲ ሓንቲ ልሰራሕዋ ቅዓት ነይራ ከምዚ ኣብ ላዕሊ ትሪእዎ ኣለኹም ኣብቲ ቪድዮ እቲ ሊንኩ ኣታች ገብረልኹም እየ እና ብቁርሲ ደረጃ እቲ ቅዓት ኽንምግቦም ማለት እዩ ድሓር ብካልኣይ ደረጃ ምሳሕ ንኸበልዑ ድማ ብስትሪኦ ኣለኹም መንገዲ ኸቲፈ ለዳለኽዎ ሓፂበ ኸቲፈ ለዳለኽዎ ካሮት ካሮቲ ድንች ክልቲኦም ማለት እዩ ብሓደ ኣዳለየ እኒኹ እዚ ምሳሕ ዝኾን ምግቢ እዩ ማለት እዩ እዛ ትርእይዋ ኣለኹም ስቲም ቅድሚ ኸዚ ኢለ ኣፋሊጠያ ነይረ ካልእ ምግብታት ክሰርሕ ተለኹ ብጣዕሚ ጠቃሚት ኣቕሓ እያ ንህፃናት ደቅና ክሻብ ዕብይ ልበለ ተይተጠሓነ ምብላዕ ልጅምሩ ማለት እዩ ዕብይ ኢሎም ተይተጠሓነ ምግቢ ምብላዕ ክሻብ ልጅምሩ ምግብና ንምጥሓን ኣብ ንግደደሉ ግዜ ካብ ሽዱሽተ ወርሒ ጀሚሩ ምናልባት ክሻብ ትሽዓተ ዓሰርተ ወርሒ ከባቢ ማለት እዩ እና እዛ ስቲም እዚኣ ብዝትሪእዎ ኣለኹም መልክዑ ማይ ጌርና ኢና ስቲም ንገብራና ሓደ ኣብ ሓጺር ሰዓት ውሽጢ እያ ተብስል ካልኣይ ነገር እቲ ምግቢ ቀጥቲ ሓዊ ስለ ለይረኽቦ ከምዚ ትርእይዎ ኣለኹም ትሕዝትኡ ተይሰኣነ እዩ ዝበስል ሳልሳይ ነገር ባዕሉ ኣብሲሉ ምስ ወድአ ባዕሉ ይልጥሕነልናና ብዙሕ ነርስሖ መቑሒት እውን ኣይህሉ እዩ ሴቭ ይገብረልና ነጥፍኦ ንሓፅቦ ኣቑሒት ጉልበትና ማለት እዩ ነጥፍኦ ግዜ እውን ከምኡ ስለዚ ከምዚ ትሪእዎ ኣለኹም ኮይኑ ጀስት በቃ ኣነ ከምዛ ብዛ መንገዲ እዚኣ ኦርደር ገይረያ ናብ ካሊእ ስራሐይ ምኻድ ጥራሕ ማለት እዩ ስለዚ ኣነ ኢስራ ደቂቃ ይህበዮ ምክንያቱ እቲ ካሮት ንእሽተይ ጥንክር ዝበለ ስለ ዝነበረ ክኸትፎ ተለኹ ኢስራ ደቂቃ ሂበዮ ኣብ ኢስራ ደቂቃ ውሽጢ በሲሉ ክውድ እዩ ማለት እዩ ከም ጥንካረ ናቱ ነብስሎ ምግቢ መጠን በዓልና ኢና ንምጥኖ ኢስራ ዕስራ ኤሜይል ማይ ትንገብረሉ እንተለና ዕስራ ደቂቃ ዓሰርተ ሓሙሽተ ኤሜይል ንገብረሉ እንተለና ዓሰርተ ሓሙሽተ ደቂቃ ወሲዱ ይበስል ማለት እዩ። በሲሉ ምስ ወድአ እቲ ማይ ላብኡ ይልሃፍፍ ላብ ባዕሉ ላፍቲ ምግቢ ማለት እዩ ካብቲ ድሓ መጀመርያ ከእትዮ ተለኹም ንረኹም ንቦታ ካብቲ ታሕተዋይ ፓርት ድሓረ ገልቢጠ ጀስት ብሌንድ ምግባር ማለት እዩ ጽበየኒ ኸዚ ያው ብጣዕሚ ቆንጆ ኣቕሓ እያ ኩለኹም ወለዲ ከምዚ ዓይነት ኣቕሓ ተለልየኩም ይመኽረኩም ማለት እዩ ብፍላይ ገና ሽዱሽተ ወርሖም ከባቢ ምክንያቱ ምስ ዓበዩለ ይጠቕመና እዩ ምክንያቱ እቲ ጥሒና ምሃብ ጥራሕ ተይኮነስ ዝተፈላለዩ ዓይነት ፍሩትስ ብሌንድ ንምግባር ብፍላይ ሓደ ሓደ ብሌንደራት ማይ እንድሕር ዘይተገበሮም ዘይጥሕኑ እኒኦ እና እዚ ማይ ምንም ለድልዮ ነገር ስለለይኮነ ዋላ ፍሩትስ ብሌንድ ንምግባር ኣይስክሬም ንምስራሕ በተለይ ንኩሉ ነገር ዝጠቅም ስለዝኾነ ኣነ ከዚ ደቂ ኦሬዲ ዓብዮም እዮም ትንሽቲ ክልተ ዓመት ገይሩ እዩ ግን ክሻ ከዚ ይጥቀመሉ ኣለኹ ማለት እዩ ዝተፈላለዩ ነገራት ይጥሕንሉ እዩ ዋላ ለኣና ለድልዩ ነገራት ለ ንጥሕለኑ ንኽእል ኢና ብፍላይ ንእስ ዝበለ ነገር ተኮይኑ ማለት እዩ ስለዚ ኣነ ን ኣቨንት እና ፊሊፕስ ብራንዲል ተጠቂመ እኒኹ እዚኣ ኣካልኦት ብራንድታት ክህልዩ ይግምት ኣብ በቦታኹም ማለት እዩ ከም ዝትሪእዎ ኣለኹም ገይሩ ብጣዕሚ ቆንጆ ገይሩ ብለንድ ገይርዎ እኒኦ እዚ ትሕዝትኡ ለይለቐቐ ብሓዊ ምክንያት ብስቲም ልበሰለ ካብ ካሮቲ ካብ ድንሽ ዝተሰርሐ ምግቢ እዩ ማለት እዩ ጥዒኑ ልተሓለወ ምግቢ ኣዳሊና ኢና ንደቅና እቲ ዋና ነገር እንታይ እዩ ኣብዚ ክንገልፆ ዘለና እና ክንሓስቦ ዘለና ነገር ዝተመጣጠነ ምግቢ ክንብል እንተለና ደቅና ካብ ኩሎም ዓይነት ምግብታት ኣብ መዓልቲ ውሽጢ ምምጋብ ይግበአና ልብል ነገር እዩ ስለዚ እቲ ግዓት ካብ እኽሊ ካብ ጥረምረ ዝተዳለየ እዩ እዚ ዝረእኹምዎ ድማ ካብ ኣሕምልቲ ካብ ካሮት ድንሽ ድንሽ ብርግፅ ካብ ኣብ ስራሱር ልምደብ ይመስለኒ ብተወሳኺ ድማ ካብ ኣትክልቲ ካብ ይቅርታ ካብ ፍረምረ ዝተዳለወ ድማ ብድራር መልክዑ ቅልል ዝበለ ጌርና ክንምገቦም ንኽእል ኢና ምስ ትሪእዎ ኣለኹም ብታ ኣንቶ እናረእኹኹም ብሌንደር እየ ዝጥቀም ኣለኹ ከዝለ ከምቲ ለልኹም ንኩሉ ነገር ስለ ተጠቅም ማለት እዩ ስለዚ ልሎማዓንቲ ድራር ክኾኑ ኣቮካዶ ወይም ቅያር ይከኣል እዩ ፍሩትስ ልምሳሕ ድሓር ድማ እቲ ድንሽ ምስ ካሮት ንድራር ጌርና ክነቀያይሮ ንኽእል ኢና ተዋና ነገር ሃምቲ ዓንቶሎ ልኽዎ ኩሎም ዓይነት ፕሮቲንስ ቪታሚንስ ካርቦሃይድሬት እና ዝተፈላለዩ ኩሎም ዓይነት ነገራት ልሓዙ ንጥረ ነገራት ልሓዙ ምግብታት ኣብ መዓልቲ ውሽጢ ልደቀይ መጊበዮም ዶ ልብል ነገር እዩ ኩሉ ግዜ ክንሓስበሉ ኣለና ስለዚ ከዚ ኣቮካዶ ምስ ሙዝ ገይረ ብለንድ ገይረ ድማ ምድራር ወይም ድማ ንምሳሕ ምትለልኹ መቀየርና ክንህቦም ንኽእል ማለት እዩ ተወሳኺ ነገራት ሽኮር ወይ ካሊእ ነገራት ምንም ክንውስኽ የብልናይ ብፍላይ ካብ ሽዱሽተ ወርሒ ጀሚሩ ለለዉ ህፃናት ክሻብ ሓደ ዓመት ሽኮር ጨው ነገራት ተለይ ንጥቀም እዩ ልምከር ኣብቲ ናብ መጀመርያ ምግቢ እውን ጨው የወሰኩኹይ ምክንያቱ ኣየድሊ ጨው ዘይቲ ወይ ድማ ምስ ቅብኣትነት ዝበዝሖም ነገራት ክንውስኸሎም ዘይቲ ወይ ጠስሚ ዓይነት ነገራት ተለይ ንጥቀም እዩ ልምረፅ ማለት እዩ ስለዚ እቲ ኣቮካዶ ብሙዝ ብዚ መልክዕ በፂሕልና እኒኦ ቀሊል ፈጣን ምግቢ እዩ እዚ ደቅና ድማ ብፍላይ ኣቮካዶ ካብ ድውሽጢ ዝፀንሕ ስለዝኾነ ንብዙሕ ሰዓታት ከፅንሖም ይኽእል እዩ ዝኽብል ተለኹ እዚ ኩሉ እዚ ኣነ ኣዳልየዮ እኒኦኹ ምግቢ ያው ወደይ ስለ ልበልዖ እየ ኣምዚኦም ዝሓቢለ ሰሪሐዮ እኒኦኹ ምክንያቱ ኦሬዲ እሱ ዓብዩ ስለ ልኾነ ማለት እዩ እምበይ ወዲ ሽዱሽተ ወርሒ ተኾይኑ ሓንቲ ናይ ቡና ፍንጃል ብጣዕሚ እኽልቲ እያ ማለት እዩ ካብኡ ቀስ ላበልና ንውስኽ ካብኡ እናተለዉ ድማ ፅንሕ ፅንሕ እናበልና ክንምክሮ እምበይ ክነገድዶም የብልናይ ማለት እዩ ስለዚ ናሎማዓንቲ ለዳላኽዎ እዚ ይመስል ነይሩ ስለ ለተኸታተልኹምኒ ብጣዕሚ እየ ለመስግን ኣብ ቀፃሊ ካልኦት ሓደሽቲ ቪድዮታት ሒዘ ምስ ፍቃድ ፈጣሪ ክቐርብ እየ። ለለኩም መልእኽቲ ለለኩም ርእቶ ብካመንት ሴክሽን ክተቐምጡለይ ይሓተኩም። ሰብስክራይብ ለይገበርኹም ሓደሽቲ ሰብስክራይብ ግበሩ። ንካልኦት ወለዲ ድማ እዚ ቻነል ክፈልጥዎ ሼር ክትገብሩ ይሓተኩም። ሰላም ኩኑ።